ሰላም ጥዕና ሃበለይ ከመይ ትጸንሑ ክቡራት ተመልከቲ ቴሌቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቀሪብና ኣለና ኣብ ክላስተር ኣምበራ ሰራዊት ውልቀ መላኺ ኢሳያስን ፋሽስት ኣብይን ልዕሊ 250 ሰለማውያን ሰባት ብግፍዒ ምቕታሎም መሰኻኽር ዓይኒ ገሊፆም ኣለዉ ዝርዝሩ ኣውጥሂን ብርሃነ ካብ ሓራ መሬት ትግራይ ከም ዝስዕብ ክቕርቦ እዩ

ኣደ ኣብ ሓደ ቅጽበት ዝሰኣለቶም ሓዋን ወዳን ኣብ ልዕሊ ሓዘና ኣብ መገዛእ ዓዳ ኣኹቲ ምቕባር ሓመድ ስኢና ንጎረባብቲ ዘቕረበቶ ምሕጽንታ'ዩ። እዚ ግፍዒ በበይኖም ገጢሞም ከም ዘይሽንፉና ኣንዳዕዲዖም ዝፈልጡ ወረርቲ፣ ክሳብ መዓልቶም ዘይሃስስ በደል ኣብ ልዕሊ ህዝቢ ትግራይ ካብ ዝፍጽምዎም ገበናት ኣንበራ ዝፈጸምዎ'ዩ። ወዲ ዕስራን ሽዱሽተን ዓመት መምህር ሃብቶም ማሞ። እታ ምስ ካልኣይቲ ሓፍቱ ተጸጊማ ዘዕበየቶ ኣዲኡ ንምጥዋር ኣብ እዋን ቁልዕነቱ ብቁልቲ እናሸጠ ዝሕግዝ ዝነበረ'ዩ። ተማሂሩ ምስ ተመረቐ ድማ ንኣዲኡን ሓፍቱን ዝጥውር ዝነበረ ኮይኑ፣ ምስ መጻምዱ ካብ ዝምርዖ ገና ዓመት ከይመልኦ ግዳይ ቅትለት ኣረሜናዊ ወራሪ ሰራዊት ኣቢን ኢሳያስን ኮይኑ። መምህር ሃብቶም ምስ ኣብ ድሮኡ ሓፍቱ ክርኢ ዝመጽኣኩኡ መንእሰይ መውጫ ሃይለ። ካብ ገዛ ኣውጺኦም ዝቐተልዎም ኮይኖም ሬሳ ከይለዓል ወተሃደራት ኣብይን ኢሳያስን ስለ ዝኣዘዙ ኣደን ጓልን ምስ ሓንቲ ጎረቤት ኮይነን ሬሳ ብኣራዊት ከይብላዕ ናብ ገዝኣን ብምእታው ካብቲ ሽዑ ዝፍጸም ዝነበረ ግፍዒ ንስክላ ከም ዘምለጣ ሓፍቱ ትዛረብ። ንሰዲኣ ብዘይ ጠዋሪ ዝተረፈት ሓዘን ዝፈተና ሓፍቲ ዘምሀርዎ ዓብይ ሓዋን ኣኮኣን ብሓደ መዓልቲ እሞ ድማ ሓመድ ኣዳም ዘልብሶም ምስኣና ከም ዝፀልመታ ትገልፅ።

ኣብ ክላስተር ኣምበራ ሰራዊት ኢሳያስን ኣብይን ልዕሊ ክልተ ሚእትን ሓምሳን ሰላማውያን ሰባት ብግፍዒ ምቕታሎም ካብ ኣመራርሓ እቲ ወረዳን መሰኻኽር ዓይንን ዝረኸብናዮ ሓበሬታ የመላኽት። ንድምጺ ወያነ ዝተዋደደ ጸብጻብ ኣወጥህም ብርሃነ ካብ ሓራ መሬት ትግራይ። ሃለዋትናን ድሕንነትናን ብቕልጽምና! ትግራይ ትስዕር! ኣብ ትግራይ ከባቢ ሰለስተ ሚእትን ሓምሳን ሽሕ ህዝቢ ንሓደጋ ጥሜት ከም ዝተቓልዐ ውድብ ሕቡራት ሃገራት ኣፍሊጡ። ዓሰርተ ሸሞንተ ዝኾኑ ኣካላት ውድብ ሕቡራት ሃገራትን ገበርቲ ሰናይ ትካላትን ኣብ ዝቐነ ኣብ ዘሳለጥዎ ኣኼባ፣ ኣብ ትግራይ ኣስታት ሰለስተ ሚእትን ሓምሳን ሽሕ ህዝቢ ንሓደጋ ጥሜት ከም ዝተቓልዐ ዝሕብር ኹነታት ከም ዘሎ ምግላፆም ኣልጀዚራ ፀብፂቡ። እዚ ተራእዩ ዘሎ ከቢድ ፀገም ከይጋደድ ድማ ህጹጽ ሓገዝ ምግብን እታወት ሕርሻን ምቕራብ ከምዘድሊ እቲ ዜና ሓቢሩ ኣሎ። ወሃቢ ቃል ውድብ ሕቡራት ሃገራት ስቴፈን ጁጀሪክ ከምዝበልዎ፣ ሓይልታት ወረርቲ ኣብ ትግራይ ረድኤት ናብ ተጠቀምቲ ከይባጻሕ ንምንቅስቓስ ገበርቲ ሰናይ ትካላት ከምዝኸልኸሉ፣ ንሰራሕተኛታት ረድኤት ከምዝኣሰሩን ከምዘጥቅዑን ብምሕባር፣ ንጽጉማት ዝመጸ ሓገዝ ድማ በዞም ሓይልታት ከምዝውረስን ከምዝስረቕን ገሊጾም ኣለዉ። እቶም ወሃቢ ቃል፣ ኣብ ትግራይ ተበፃሕነት ሰብኣዊ ሓገዝ ውሱን ከምዝኾነን ትካላት ጥዕናን ማይን ድማ ከምዝዓነዉን ብሓፈሻ ኣዝዩ ዘተሓሳስብ ኹነታት ከምዘሎን ተዛሪቦም። ኣብ ትግራይ ምልክታት ጥሜት ከምዘሎ ካብቲ ኣብ ኣክሱምን ዓድዋን ዝተገበረ ዳህሳሳት ንምፍላጥ ከምዝተኽኣለ ስቴፈን ጁጀሪክ ሓቢሮም። ውድብ ሕቡራት ሃገራት፣ ሓይልታት ወረርቲ፣ ኣብ ትግራይ ረድኤት ንምክፍፋል ኣብ ልዕሊ ዝንቀሳቐሱ ገበርቲ ሰናይ ትካላት ዘንበርዎ ማእቀብ ምንቅስቃስ ከምዝኾነነን ማሕበረሰብ ዓለም ድማ ሰባት ኣብ ትግራይ ብጥሜት ምሟት ከምዝጀመሩን ተገንዚቡ ተሪር ስጉምቲ ንኽወስድ ከምዝፀውዑን እቲ ፀብፃብ ኣመልኪቱ'ሎ። ሰራዊት ጉጅለ ፋሽስት ኣብይ ኣሕመድን ባዕዳዊ ወራር ውልቀ መላኺ ኢሳያስ ኣፈወርቅን ኣብ ልዕሊ ህዝቢ ትግራይ የካይድዎ ብዘለዉ ዘርኢ ናይ ምፅናት ኲናትን ዝተፈላለየ ኣረሜናዊ ግፍዕታትን ዝምብርከኽ ህዝብን ዝኹለፍ ህዝባዊ ቃልስን ከምዘየለ ኣብ ዝተፈላለዩ ሓራ መሬት ወረዳታት ዞባ ደቡብ ትግራይ ዝርከቡ ኣባላት ባይቶ ሓቢሮም ኣለዉ። ኣብዚ ዙርያ ወኪልና ዮውሃንስ ብርሃነ ካብ ሓራ መሬት ትግራይ ዘዳለዎ ፀብፃብ ድማ ከምዝስዕብ ክቐርብ እዩ።
ሰራዊት ጉጅለ ፋሽስት ኣብይ ኣሕመድን ዕሱብ ወራሪ ሰራዊት ውልቀ መላኺ ኢሳያስ ኣፈወርቅን ኣብ በብግንባሩ ብሰራዊት ትግራይ ይበፅሖም ብዘለዉ ተደጋጋሚ ከቢድ ወተሃደራዊ ስዕረትን ሰብኣውን ንዋታውን ክሳራታት ካብ ናይ ባዕሎም ፖለቲካዊ መንነት ዝብገስ ፀረ ህዝቢ ተግባራቶምን ኣብ ልዕሊ ንፁህ ህዝቢ ትግራይ ዝተፈላለዩ ኣረመናዊ ግፍዕታት ይፍፅሙ ኣለዉ። ወረርቲ ሓይልታት ይፍፅምዎ ብዘለዉ ኣረመናዊ ግፍዕታት ተሰንኪሉ ንድሕሪት ዝምለስ ቃልሲን ዝምብርከኽ ህዝብን ግን ፍፁም ከምዘየለ

ኣጋጢሙ ዘሎ ናይ ህይወት ናይ ንብረት ብርሰት እዚ ሕዚ ኣየምበርከኸናን ሓርና እንተዘይኮይኑ ማለት እዩ እሞ ብዞም ግፍዕታትን ጨፍጫፋትን ብዞም መንገዲ እዚኦም ዝገይሩ መንእሰይ ትግራይ ይኹን ዞባ ዶብ ከም ዞባ ዶብ መንእሰይ ዝበሎ ሓሪኑ ዝለዓለሉ እዩ እምበር ንድሕት ዝምልሰሉ መንገዲ ኣይኮነን ኣብይን እሳያስን ብፍላይ ዓድና ዓድና ኢትዮጵያ ኢልና ንወስዶ ብኢሰያስ ኣፈወርቂ ዝምራሕ ስለምዃኑ ኢደ ጣልቃ ዝኸትል ምዃኑ ወራራቱ ንፈልጥ ኢና። በዚ ግን የሕርነና እምበር ብድዐት ዘብለና ነገር የኾነን። ኣደታትና ይኹና ኣሕዋትና ይኹና ወይ መንእሰይ ጎሪፉ እዚ ጉዳይ እዚ ልውግደሉ። እቲ ዝነበረ ጨፍጫፍ ክትርእዮ ተለኻ ምስ ኸዚ እኳስ መንእሰይና ሓሪኑ እዩ ዘሎ ኸዚ እውን መንእሰይና ኸምዘለዎ ኮይኑ ካብዚ ሽግር እዚ ካብ ፀገም እዚ ዝነበረ የሕርነና። ዝነበረ ኣብኡ ጉዳይ ርእዩ እዚ ጉዳይ እዚ ናብ ቃልሲ ይድህልል ዘብለሉ ምዃኑ። ኣብ ልዕሊ ህዝቢ ትግራይ በዞም ግፍዓውያን ወረርቲ ይካየድ ዘሎ ዘርኢ ናይ ምጥፋእ ኲናት ህዝቢ ትግራይ ብዝመረፅካዮ ሕጋዊ መንግስቲ ኣይትመሓደርን ካብ ዝብል ብኣብይን ኢሳያስን ዝተኣደነ ፖለቲካዊ ሽርሒ መበገሲ ከምዘለዎ ዝሓበሩ እዞም ኣባላት ባይቶ ሓራ መሬት

ከም ህዝቢ ብሰዋስው እውን ኣቢሉ እውን ከም ተጋሩ ሕዚ እውን ብርክት ዝበለ መንእሰይ እናጎረፈ እዩ ዘሎ ማለት እዩ። ዝጎርፈሉ ዘሎ ምክንያት እውን ናይቲ መንግ ናይ ህዝባዊ ህዝባዊ ዝኾነ መንግስቲ ስለ ዝኾነ እዩ። ኻሊእ ምንም ሚስጢር የብሉን። ህዝቢ ዝሓዘ ስለ ዝዕወት እቲ ኩናት እውን ህዝባዊ ኩናት ናይ ዓሌት ምጭፍጫፍ ዘመቻ እውን ስለ ዝኾነ ካብዚ ዝተበገሰ እቲ ዘጋጥመና ዘሎ በቢግዚኡ ናይ ንብረትና ምጥፋእ ናይ ኣሕዋትና ደቂ ኣንስትዮ ምዝራፍ ንብረትና ምስ ምቅጻል ምውራር እውን ምስ ጽዒንካ ምስ ምካድ እውን ኣቢሉ እውን ኣሓትና ንገርዎትናን ብጥይት ክርሸኑን ክቅተሉን ንርኢ ኣለና ኢና ሪኢና እውን ኢና ማለት እዩ ስለዚ ካብ ዝተበገሰ ብርክት ዝበለ መንእሰይ ንበረካ ከይዱ ኣሎ ሕዚ እውን ይከይድ ኣሎ ኣብ ዓዲ ዘሎ ትግራዋይ ብሙሉእ ድማ ንሰራዊቱ ኣብ ዝኮነ ከባቢ ኮይኑ ማለት እዩ ኣብ ውሽጢ ጸላእ እውን ኣብ ደገ ጸላእ ኣብ ዘይብለን ከባቢታት ኮይኑ እውን

ናይ ሃገርና ሓሊፉ ናይ ኣፍሪቃ ናይ ዓለም መምህር ዝኾነ ስርዓትና ኸዚ ውን ብኡ መሰረት ኣይትኸዱን ኣይትመርጹን ብምብልበስ ዝመሰለኩም መንገዲ መሪጽኹም ንኣመርኩም ኣይትኸዱን ዝብል ነገር ፈኪሩ ይጠቅመያ ፈኸራ እውን ክሳኹዐሉ የሳኹዐለን ኣቑልብና ኣለና ኸዚ ውን ኣይኾነሉን ሞኪሩ እዩ ኣደታት ነጋ ጓሓት ከይትሞታ ኢሉ ውን ኣደታት ነጋ ጓሓት ከይትኾና ኢሉ ውን ኣተንቢቱ እዩ። ብዘለዎ ዓቕሚ ለሚኑ ድዩ ተላዊሱ ድዩ ገይርዎ እዩ እዚ ግን ደስ ዘብለና ኣይኮነን። ከም ትሓቶ ዘለኹ ህዝቢ ትግራይ ቋንቋ ትግርኛ ትዛረብ ካብ ምዕራብ ክሻብ ዶብ ምንም ዝመረፅናዮ መንግስትና ኣሚንና ኣብ ቓልሲ ንርከብ ነጋ ጎሓፍ እውን ዘለና ልምዓት ኣዶ ጅግና ኣይትሕረድን ናትና ነጻነትናን ሰላዋትናን ብቅልጽምና ዝብል ሕራነ ሒዝና ኸዚውን ብትስሎ ንረጋ ኣይንምብርከኽን እምብልና ኢና ንዝኸድ። ወናም ተቃላሳይ ህዝቢ ትግራይ መንገዲ ነዊሑ ዓቂቡ ከይበለ ክቡር መስዋእቲ እናኸፈለ መስርዕ ሃርቷ ሰራዊት ትግራይ እውን ከይዛሪ ንደቁ እናመረቐን እናኸደንን ናብ ሜዳ ብምስዳድ ዕድመ ፀላእትና ይሐፅር ከምዘሎ እንዕዝቦ ዘለና ዕለታዊ ምንቅስቃስ እዩ።

ብቕልፅምና
ፈፀምና ዘይፀወት ዘይጥወ ብሓይሊ መንገዲ እንትዕቅብ ኣብ ነሰግሮ ብብልሓት ነሰግሮ ብዓቕሊ
ናብ ካልኦት ዜናታት ናብ እንሰጋገር ኣሜሪካ ኣብ ትግራይ ንዘለዉ ብሚልዮናት ዝቆፀሩ ፅጉማት ወገናት ንምሕጋዝ ናይ 181 ሚልዮን ዶላር ሓገዝ ከም ዝመደበት ተገሊፁ እዚ ተመዲቡ ዘሎ ሓገዝ ገንዘብ ኣብ ትግራይ ኣብ ዓፀቦ ንዘለው ወገናት መግቢ፣ ፅሩይ ዝስተ ማይ፣ መፅለሊ፣ ኣገልግሎት ጥዕና፣ እታወት ሕርሻን ካልኦት ኣገደስቲ ቀረባትን ንምምላእ ከምዝውዕል ትካል ተራድኦ ኣሜሪካ ንዓለም ለኸ ልምዓት ማለት እውን ዩኤስኤይድ ሓቢሩ ኣሎ። በዚ ሓገዝ ኣቢሉ ገባራት ትግራይ ምሩፅ ዘርኢ፣ ድኹዕን ናውቲ ሕርሻን ከምዝቐርበሎም ዩኤስኤይድ ዝዘርገሖ መግለፂ ፕረስ የመላኽት። መንግስቲ ኣሜሪካ ኣብ ትግራይ ኲናት ካብ ዝውላዕ ጀሚሩ ናይ ከባቢ ኣርባዕተ ሚእትን ሰማንያን ሸውዓተን ሚልዮን ዶላር ድጋፍ ከምዝገበረን ብምግላፅ፣ ኣብዚ ሐዚ እዋን ኣብ ኣዝዩ ኣፀጋሚ ኹነታት ዝርከቡ ሓሙሽተ ነጥቢ ክልተ ሚልዮን ተጋሩ ንምሕጋዝ ቶኽሲ ጠጠው ክብል ከምዘለዎን ኣብ ልዕሊ ሰለማውያን ወገናት ይፍፀም ዘሎ ግፍዕታት ድማ ደው ክብሉ ከምዝግባእን ኣገንዚቡ። ኣሜሪካ ባይቶ ጸጥታ ውድብ ሕቡራት ሃገራት ንቐልውላዊ ትግራይ ኣድሂቡ ንኽዝቲ ጸቕጢ እናገበረት ከም ዝኾነት ተገሊጹ። ኣብ ባይቶ ጸጥታ ኣምባሳደር ኣሜሪካ ሊንዳ ቶማስ ግሪንፊልድ ከም ዝበሎ ሃገረን ባይቶ ጸጥታ ብዛዕባ ቁልውላው ትግራይ ህዝባዊ ኣኼባ ንኸዳሉ ከም እትደልን እዚ ጋህዲ ንክኸውን ድማ እናጸዓረት ከም ዝኾነትን ተዛሪበን። መንግስቲ ፋሽስት ኣብይ ኣሕመድ ብዛዕባ ኣብ ትግራይ ዘሎ ጸገም ተበጻሕነት ሰብኣዊ ሓገዝ ሓላፍነቱ ክዋጻእን ክሕተትን ከም ዘለዎ እተን ኣምባሳደር ከም ዝገለጻ ሮይተርስ ጸብጺቡ ኣሎ። ኣብ መወዳእታ ጸላእቲ ህዝቢ ትግራይ ኣብ ከተማ ዓድዋ ከቢድ ዕንወት ከም ዘውረዱን ነበርቲ እታ ከተማ ድማ ኣብ ሕሱም ኹነታት ከም ዝርከቡን ተገሊጹ። ጎደናታት ከተማ ዓድዋ ጽምዋ ብሒትዎም፣ መብዛሕቲኦም ትካላት ንግዲ'ታ ከተማ ድማ ብጥይት ተቦሻሺዖም፣ ብሓዊ ነዲዶምን ተዓጽዮምን ከም ዝረኣየ ጋዜጠኛ ሬድዮ ፍራንስ ኢንተርናሽናል ገሊጹ። በረከት ዝተብሃለ ነባሪ'ታ ከተማ፣ እዚ ኹሉ ዕንወት ብወታደራት ፋሽስት ኣብይ ኣሕመድን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ከም ዝወረደ ሓቢሩ። ወታደራት ጸላኢ ከይረኽቡና ስለ ንፈርሕ ካብ ገዛ ኣይንወጽእን። ፋብሪካታት፣ ትካላት ንግድን ሆስፒታላትን ክዓንዉ ተገይሮም እዮም። ቁጠባ እዛ ከተማ መሬት ዘቢጡ እዩ። ሰባት ጠምዮም ኣለዉ። ኩሉ ረድኤት እዩ ዝጽበ ዘሎ። ዛጊድ ግና ምንም ዝመጸ ሓገዝ የለን ክብል በረከት ገሊጹ ኣሎ። ሰላም ዝተብሃለት መንእሰይ ብወገና ናይ ባዕላ እንዳ ሻሂ ከም ዝነበራን ንብረታ ግና ሙሉእ ንሙሉእ በቶም ወተሃደራት ተጓሕጒሑ ከም ዝተወሰደን ብምግላጽ ሕዚ ብዘይ ስራሕን ኣታውን ኣብ ኣጸጋሚ ኩነታት ከም ዘላ ተዛሪባ ኣላ። እታ መንእሰይ ኣብ ዓድዋ ኣገልግሎት ባንኪ ኮነ ቀረብ መሰረታዊ ሸቐጣት ከምዘየለን ነበርቲ እታ ከተማ ድማ ኣብ ሕሱም ኹነታት ከምዝርከቡን ገሊፃ። እምበኣርከስ ዝኸበርኩም ተመልከትቲ ተለቪዥን ድምፂ ያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃለዋትናን ድሕንነትናን ብቕልፅምና። ትግራይ ትስዕር! ሰላም!